ሰዓት ትሽዓተ ምሸት ኣኺሉ ዜናዊ መሰናድኦና ንፍልሞ ኣለና። ከመይ ተምስዩ መደባት ኤሪ ቲቪ ኣብ ምክትታል እትርከቡ ዝኸበርኩምን ዝኸበርክንን ተኸታተልትና፣ ንሎሚ ቀዳም ዕስራን ኣርባዕተን ሰነ ዝተዳለወ ሃገራውን ኣህጉራውን ዜናታት ሒዘልኩም ቀሪበ ዘለኹ ኤፍረም ግደ። ንምክትታልኩም ብኽብሪ እናዓደምኩ ከኣ ብቐንዲ ነጥብታት እፍልም። ኪነት ደቂ መሓረ ኣብ መበል 19 ናይ መመረቕታ ስነ ስርዓት 186 ተምሃሮ ኣመሪኻ ኤርትራውያን ነበርቲ ጀርመን ሆላንድን ላስ ቬጋስ ኣሜሪካን ሕድሪ ሰማእታት ብግብራዊ ስራሕ ንምትግባር ቃሎም ኣሐዲሶም ኣብ ዞባ ማእከል ብቋንቋ ምልክት ዝሰልጠኑ 54 ሰራሕተኛታት ዝተፈላለያ ትካላት ተመሪቖም ጸጥታ ሩስያ ብምዝራግ ልኡላውነታ ንሓደጋ ከቃልዕ ኣብ ልዕሊ ዝፍትን ውሽጣዊ ሓይሊ ከቢድ ስጉምቲ ከም ዝውሰድ ፕረዚደንት ፑቲን ኣጠንቂቖም ኣውሮጳዊ ሕብረት ወጥሪ ሰርብያን ኮዞቮን ንምህዳእ ዘካየዶ ሓድሽ ፈተነ ፍረ ከም ዘይተረኽቦ ተገሊጹ ኣብ መንጎ ህዝባዊት ሪፓብሊክ ቻይናን ኣሜሪካን ዝጸንሐ ምትፍናን ዝኸፍአ ኣንፈት ክሕዝ ከም ዝኽእል ተገሊጹ ቤት ትምህርቲ ስነ ኪነት ደቀምሓረ ብሸውዓተ ዓውድታት ንኽልተ ዓመታት ዘምሃረቶም ሰማንያን ሓደን ደቂ ኣንስትዮ ዝርከብዎም ሚእትን ሰማንያን ሽዱሽተን ተምሃሮ ሎሚ ዕስራን ኣርባዕተን ሰነ ብሰርቲፊኬት ኣመሪቓ። ተመረቕቲ ሰላሳ ብስራሕ ዕንፀይቲ ዕስራን ሸሞንተን ብፅርበት ሓፂን ዕስራን ሸሞንተን ብሓፈሻዊ ስርሓት ህንፃ ዓሰርተ ሰለስተ ብስርሓት ሓፂን ሰላሳን ሓደን ብኣውቶ ሜካኒክስ ዕስራን ሸሞንተን ብኤሌክትሮኒክስ ዕስራን ሸውዓተን ድማ ብኤሌትሪስቲ'ዮም ትምህርቶም ተኸታቲሎም። ዳይረክተር ናይታ ቤት ትምህርቲ መምህር ወሃብ መሓመድ ዓሊ ኣብ ዘስመዖ ቃል፣ ተመረቕቲ ኣብታ ቤት ትምህርቲ ኣብ ዝጸንሕሉ ክልተ ዓመታት፣ ጎኒ ጎኒ ኣካዳምያውን ሞያውን ትምህርቶም፣ ክብርታት ሕብረተሰብ ሰኒቖም ይወጹ ከም ዘለዉ ብምጥቃስ፣ ኣብ ዝምደቡለን ትካላትን ኩባንያታትን ብብቕዓት ከም ዘገልግሉ ልዑል እምነቱ ገሊጹ። ኣብ ሚኒስትሪ ትምህርቲ ሓላፊ ምቁፅፃር ብቕዓት ኣቶ መዓሾ ገብረትንሳኤ ድማ ተመረቕቲ ዝቐሰምዎ ግብራውን ክልሰሓሳባውን ትምህርቲ መበገሲ ምዃኑ ኣሚኖም ብስራሕ ከማዕብልዎን ብውፉይ ዕዮ ህዝቦም ክኽሕሱን ተላብዩ። ወኪል ተመረቕቲ ብወገና ሳላ ፃዕሪ መምህራንን ኣለይትን ብኣእምሮን ኣካልን ደልዲሎም ከምኡ እውን ብፍልጠት በሪኾም ናብ ናይ ስራሕ ዓለም ይፅምበሩ ከምዘለዉ ብምጥቃስ ካብኣቶም ዝሕተት ከምዘማልኡ ኣረጋጊፃ። ኣብ ሽሕን ትሽዓተ ሚእትን ተስዓን ሸሞንተን ዓመተ ምህረት ዝተመስረተት ቤት ትምህርቲ ስነ ኪነት ደቀምሓረ ሎሚ ዓመት ንመበል ዓሰርተ ትሽዓተ ግዜኣ ተመርቕ ዘላ ኮይና ዛጊት ሰለስተ ሽሕን ሽዱሽተ ሚእትን ኣርባዕተን ተምሃሮ ኣመሪቓ ኣላ። ኤርትራውያን ነበርቲ ጀርመን፣ ሆላንድን ላስቬጋስ ኣሜሪካን ብምኽንያት ዕስራ ሰነ መዓልቲ ሰማእታት ኤርትራ ኣብ ዝወደብዎ ናይ ዝኽሪ መደባት፣ ሕድሪ ሰማእታት ብግብራዊ ስራሕ ንምትግባር ቃሎም ኣሐዲሶም። ከካብ ቦትኡ ዝበጽሓና ሓበሬታ ብመልክዕ ጸብጻብ ተወሃሂዱ ኣሎ፣ ሚኪኤል ሓድጉ ከቕርቦ እዩ።
ኣብ ኩለን ከተማታት ጀርመን ዝቕመጡ ዜጋታት ሕድሪ ብግብሪ ብዝብል ቴማ በብከባቢኦም ኣብ ዘካየድዎ ስነ ስርዓት ሕድሪ ናይቶም ክብርን ናጽነትን ዘግዘሙና ልኡላውነትና ዘውሓሱን ጀጋኑ ሰማእታት ብሓድነትን ውፉይ ስራሕን ንምፍፃም ብንቕሓት ከምዝንቀሳቐሱ ገሊፆም። ኣብቲ ብሰልፊ ሽምዓ፣ ናይ እግርን ብሽክለታን ጉዕዞ ከምኡ እውን ስነጥበባዊ መሰናዶታት ዝማዕረገ ብውዳቤታትን ሃገራዊ ሽማግለታትን ዝተማእከለ ናይ ዝኽሪ መደብ ተሳተፍቲ ሰማእታትና ኣብ ነፍሲ ወከፍ ሞት ወስታን ስጉምትን ኣብ ልብና እዮም ብምባል ጉባኣቶም ንምምላእን ሃገራዊ ተልእኾ ንምዕዋትን ዘለዎም ቅሩብነት ኣረጋጊፆም። ኣብ መወዳእታ ድማ ኣብ ዓሰርተው ክልተ ከተማታት ብጥቕላላ ሰሰሚትን ቴስዓን ሓሙሽተን ስድራ ስውኣት ናይ ምእላይ ሓላፍነት ክወስዱ ከለው ዕስራን ሽዱሽተን ሽሕን ሚእትን ሰብዓን ሸውዓተን ዩሮ ንመሰሰኒ ማዕከን ሕድሪ ሰማእታት ወፊዮም። እዚ ከምዚሉ እንከሎ ኣብ ዓሰርተ ከተማታት ሆላንድ ዝነብሩ ኤርትራውያን ኣብ ዘካየድዎ ብናይ እግሪ ጉዕዞን ምብራር ሽምዓ ዝተሰነየ መደባት ንሰማእታቶም ዘለዎም ክብሪ ገሊጾም። ኣብ መወዳእታ ድማ ሓላፍነት ምእላይ ዕስራን ክልተን ስድራ ስዉኣት ክወስዱ ከለዉ፣ ሰላሳን ሸሞንተን ሽሕን ሓሙሽተ ሚእትን ሓምሳን ሓሙሽተን ዩሮ ንመሰሰን ማዕከን ሕድሪ ሰማእታት ወፍዮም። ብተመሳሳሊ ኣብ ላስ ቬጋስ ሕቡራት መንግስታት ኣሜሪካ ዝነብሩ ዜጋታት ብ ዕስራን ሓደን ሰነ ኣብ ዘካየድዎ ብስነ-ጥበባዊ ትሕዝቶን ሰልፊ ሽምዓን ዝማዕረገ ናይ ዝኽሪ መደብ ሰላሳን ኣርባዕተን ሽሕ ዶላር ንመሰሰን ሕድሪ ሰማእታት ኣበርኪቶም።
ጨንፈር ሃገራዊ መሓባበሪ ጽሙማን ዞባ ማእከል ንሽዱሽተ ኣዋርሕ ብቋንቋ ምልክት ዘሰልጠኖም ኣብ ዝተፈላለያ ትካላት ዝሰርሑ ሓምሳን ኣርባዕተን ሰባት ሎሚ ዕስራን ኣርባዕተን ሰነ ኣመሪቑ። ሓላፊ ናይቲ ጨንፈር ኣቶ ዳኒኤል ገረማርያም ኣብ ዘስምዖ ቃል፣ ነገዳስነት ቋንቋ ምልክት ኣብ ምዕባለን ዕብየትን ጽሙማን ጠቒሱ፣ ሰልጠንቲ ቀሲሞሞ ብዘለዉ ስልጠና ኣብ ወሃብቲ ኣገልግሎት ትካላት ንጽሙማን ከጋጥም ዝጸንሐ ናይ ምብህሃልን ምርድዳእን ጸገም ንምቅላል ኣበርክቶ ከም ዝገብሩ ዘለዎ ጽኑዕ እምነት ገሊጾም። ኣቦ ወንበር ሃገራዊ ማሕበር ጽሙማን ኤርትራ ኣቶ ወልደሚካኤል ስእለ ብወገኑ፣ ብደረጃ ሃገር ክሳብ ሰላሳ ሽሕ ጽሙማን ክህልዉ ከም ዝግመት፣ እንተኾነ ግን ዛጊት ኣብ ማሕበር ዝተመዝገቡ ካብ ኣርባዕተ ሽሕ ከም ዘይሓልፉ ብምሕባር፣ ኣፍልጦ ሕብረተሰብ ኣብ ቋንቋ ምልክት ብምዕባይ ጸገማት ጽሙማን ንምቅላል ብዝካየድ ዘሎ ጻዕሪ ኣብ መላእ ሃገር ክልተ ሽሕ ሰባት ከም ዝሰልጠኑ ኣፍሊጡ። ኣብ ሚኒስትሪ ዕዮን ማሕበራዊ ድሕነትን ሓላፊ ምክትታል ማሕበራት ስንኩላን ኣቶ ዳዊት ሰለሙን ድማ እተን ማሕበራት ምስቲ ብሚኒስትሪ ዝግበረለን ቀፃሊ ክትትል ኣብ ትሕቲኤን ንዝርከቡ ኣባላት ሞያን ትምህርትን ብምቕሳም ኣፍረይቲ ንክኾኑ ባይታ የጣጥሓ ከምዘለዋ ሓቢሮም። ወኪል ተመረቕቲ ብወገኑ ዝቐሰምዎ ቋንቋ ምልክት ብግብራዊ ስራሕ ብምድራዕ ኣብ ዕለታዊ ንጥፈታት ክጥቀምሉ ምዃኖም ኣረጋጊፁ። ኣብቲ ኣጋጣሚ ሰልጠንቲ ንዝቐሰምዎ ስልጠና ቋንቋ ምልክት ዝገልፅ መሰናድኦታት ኣቕሪቦም። ኣብ ዝተፈላለየ ከባቢታት ውሽጢ ሃገር ዝነብሩ ዜጋታት ኣስታት ሸውዓተ ሚእቲ ሽሕ ናቕፋ ሓገዝ ንስድራ ስውኣት ኣበርኪቶም። ወከልቲ ኤሪና ዝልኣኽዎ ሓበሬታ ብመልክዕ ጸብጻብ ተወሃሂዱ ኣሎ። ግረመስቀል ገረዝግሄር ከቕርበልና እዩ።
ኣብ ዝተፈላለየ ከባቢታት ውሽጢ ሃገር ዝነብሩ ዜጋታት ምእላይ ስድራ ስዉኣት ሓላፍነት ነፍሲ ወከፍ ዜጋ እዩ ካብ ዝብል እምነት ተበጊሶም ሽዱሽተ ሚእትን ሓምሳን ሸሞንተን ሽሕን ሓሙሽተ ሚእትን ናቕፋ ሓገዝ ኣበርኪቶም። በዚ መሰረት ኣብ ንኡስ ዞባ ደቀምሓረ ሰራሕተኛታት መንግስቲ ሰብዓ ሽሕን ሰለስተ ሚእትን ሰማንያን ናቕፋ፣ ኣባላት ቤት ፅሕፈት ባህልን ስፖርትን ዓሰርተ ክልተ ሽሕን ሓሙሽተ ሚእትን ናቕፋ፣ ነበርቲ ምምሕዳር ከባቢ መፃሉ ሰላሳን ትሽዓተን ሽሕን ሸውዓተ ሚእትን ሓምሳን ናቕፋ፣ ነበርቲ ምምሕዳር ከባቢ ኣምሆር ሰላሳን ሸውዓተን ሽሕ ናቕፋ፣ ነበርቲ ምምሕዳር ከባቢ ማእከል ከተማ ዕስራን ትሽዓተን ሽሕን ሸውዓተ ሚእትን ናቕፋ፣ ነበርቲ ምምሕዳር ከባቢ ሃዳሞ ዕስራን ሽዱሽተን ሽሕን ሰለስተ ሚእትን ናቕፋን ዓሰርተ ክልተ ኩንታልን ፈረቓን እኽሊ፣ ነበርቲ ምምሕዳር ከባቢ ማይ ወርቂ ዓሰርተ ሓሙሽተ ሽሕን ሓሙሽተ ሚእትን ናቕፋ፣ ነበርቲ ምምሕዳር ከባቢ ኣፈልባ ሓሙሽተ ሽሕን ሽዱሽተ ሚእትን ሰላሳን ናቕፋ፣ ነበርቲ ምምሕዳር ከባቢ ጋዴን ሓሙሽተ ሽሕን ሓሙሽተ ሚእትን ናቕፋ ከምኡ'ውን ነበርቲ ዳምባ ኣርባዕተ ሽሕን ክልተ ሚእትን ኣርብዓን ናቕፋ ወፍዮም። ብዘይካ'ዚ ኣብ ሓውሲ ከተማ ማይዕዳጋ ናይ ዕስራን ክልተን፣ ኣብ ምምሕዳር ከባቢ ኣፈልማ ድማ ናይ ሓሙሽተ ስድራ ስውኣት ግራውቲ ክሕረስ እንከሎ፣ ኣብ ሓሬን ስሳ መንእሰያት ተመሃሮ ናይ ኣርባዕተ ስድራ ስውኣት ኣባይቲ ጸጊኖም። ብተመሳሳሊ ኣብ ንኡስ ዞባ ሰገነይቲ ሰራሕተኛታት መንግስቲ ሚእትን ሓደን ሽሕ ናቕፋ፣ ኣብ ንኡስ ዞባ ዓዲ-ዃላ ዝነጥፉ ሰራሕተኛታት መንግስቲ ድማ ተስዓን ሽሕ ናቕፋ ኣበርኪታ። ኣብ ንኡስ ዞባ ድባርባ ድማ ሰራሕተኛታት መንግስትን ግንባርን ሰብዓን ሸሞንተን ሽሕ ናቕፋ፣ ሰራሕተኛታት ፋብሪካ ፕላስቲክ ኮኾብ ዓሰርተ ሽሕ ናቕፋ፣ ኣትለት ናሆም ኤርምያስ ሰለስተ ሽሕ ናቕፋ፣ ነበርቲ ንኡስ ዞባ ጸሮና ድማ ዕስራን ኣርባዕተን ሽሕ ናቕፋ ሓጊዛ። እዚ ከምዚ ኢሉ እንከሎ፣ ኣብ ንኡስ ዞባ ናቕፋ፣ ሰራሕተኛታት ትካላት መንግስቲ ስሳን ሽዱሽተን ሽሕ ናቕፋ፣ ኣብ ዞባ ማእከል ንኡስ ዞባ ጎዳይፍ ድማ ልዕሊ ኣርብዓ ሽሕ ናቕፋ ንስድራ ስውኣት ተኸፋፊሉ።
ኣብ ንኡስ ዞባ ማይምነ ጎኒ ጎኒ ኣካዳሚያዊ ትምህርቶም ብዝተፈላለየ ሞያታት ክስልጥኑ ዝጸንሑ ስሳን ክልተን መንእሲያት ተመሪቖም። እቲ ንሰለስተ ኣዋርሕ ዝቐጸለ ስልጠና፣ ቴክኖሎጂ ኮምፒዩተር፣ ቀዳማይ ረድኤትን ጽገና ኤሌትሮኒክስን ዘጠቓለለ ምንባሩ ሓላፊ ሃማመተ እብቲ ንኡስ ዞባ መንእሰያት መንእሰይ የማነ መድሃኔ ሓቢሮም። እቲ ሞያዊ ስልጠና ኣብ ጉዕዞ ህይወት ናይቶም ተማሃሮ ሓጋዚ ስለዝኾነ ብስራሕ ከማዕብልዎ ኣሰልጠንቲ ከኣ ተማሕጺኖም። ጸሓፊ ህግደፍ ኣብ ንኡስ ዞባ ማይምነ ኣቶ መሓመድ ዓሊ ብወገኑ ብኹለንተንኡ ብቑዕ መንእሰይ መሰረት ምዕብልቲ ሃገር ከምዝኾነ ብምጥቃስ መንእሰያት በብእዋኑ ንዝረሓወሎም ዘሎ ዕድላት ብግቡእ ክጥቀሙሉ ኣዘኻኺሮም። ኣብ ዞባ ዓንሰባ ንኡስ ዞባ ሓመልማሎ ንህዝቢ ምምሕዳራት ከባቢ ፍለዳርብ፣ ሓመልማሎን ሊበናን ኣብ ሕጊ ዘተኮረ ኣስተምሮ ብ ዓሰርተ ሸሞንተ ሰነ ተዋሂቦም። ኣዛዚ ካልኣይ መደበር ፖሊስ ከረን ተለንተ እዮብ ተስፋዝጊ ንልዕሊ ሓደ ሽሕን ሸሞንተ ሚእትን ተሳተፍቲ ዝሃቦ ኣስተምህሮ ኣምርን ዕላማ ሕግን ፀጥታ ከባቢ ዝምድና ህዝብን ፖሊስን ተራ ህዝቢ ኣብ ምግታእ ገበናትን በደላትን ከምኡውን ተራ ዓበይቲ ዓዲ ኣብ ምፍታሕ ቀለልቲ ጉዳያት ዘጠቓልል እዩ ነይሩ። ኣብ ክልተ ሽሕን ዕስራን ክልተን ንዝተኸስተ ገበናትን በደላትን ዝምልከት ዝርዝራዊ ሓበሬታ ዝሃበ ተሌንተ እዮብ ህዝቢ ኣብ ሕጊ ዘለዎ ኣፍልጦ ብምብራኽ ገበን ከይፍፀም ክከላኸል ምስ ዝተፈፀመ ከዓ ከቃልዕ ብዕቱብ ይስራሕ ከምዘሎ ገሊፆም። ተሳተፍቲ ድማ ኣብ ንኡስ ዞብኦም መደበር ፖሊስ ክኽፈት ብፖሊስ ዝወሃብ ኣስተምህሮታት ከዓ ክቕፅል ተላብዮም። ኩቡራትን ኩቡራንን ተኸታተልትና ድሕሪ እዚ ሓፃር መሰጋገሪ ዝስዕብ ኣህጉራዊ ዜናታት እዩ ምክትታልኩም ክትቅጽሉ ደጊምና ብኽብሪ ንዕድመኩም። ጸጥታ ሩስያ ብምዝራግ ልኡላውነታ ንሓደጋ ከቃልዕ ኣብ ልዕሊ ዝፍትን ውሽጣዊ ሓይሊ ከቢድ ስጉምቲ ከም ዝውሰድ ፕረዚደንት ቭላድሚር ፑቲን ኣጠንቂቑ። ፕረዚደንት ፑቲን ነዚ ዝሓበረ ብቫግነር ግሩፕ ዝፍለጥ ብሕታዊ ሩስያዊ ወተሃደራዊ ጉጅለ ኣብ ዶባዊ ከባቢታት ኣንጻር ሰራዊት መንግስቲ ድሕሪ ዘበገሶ ምንቅስቓስ እዩ። ነቲ ምንቅስቓስ ሃገራዊ ክድዓት ክብል ዝገለጾ ፕረዚደንት ፑቲን እዚ ውልቃውን ጉጅለኣውን ረብሓታት ዘበገሶ ሓደገኛ ምልዕዓል ንሃገራዊ ጸጥታዊ ሩስያ ኣብ ሓደጋ ዘእቱን ኣበገስቱ ካብ ሽበራውያን ፈሊኻ ከም ዘይረኣ ይፍሊጥ'ሎ። ኮሚቴ ጸረ ሽበራ ሩስያ ከኣ ድሕሪ'ቲ ክስተት ሽበራዊ ተርእዮታት ንምግታእ ርእሰ ከተማ ሞስኮ ኣብ ዝርከቦ ከባቢታት ጽኑዕ ሓለዋ ብምእዋጅ ወተሃደራውን ጸጥታውን ስርሒት ከም እተጀመረ ገሊጹ ኣሎ። ኣውሮጳዊ ሕብረት፣ ወጥሪ ሰርብያን ኮዞቮን ንምህዳእ ዘካየዶ ሓድሽ ፈተነ ፍረ ከም ዘይተረኽቦ ተገሊጹ። መራሕቲ ክልቲኣተን ሃገራት ትማሊ ዕስራን ሰለስተን ሰነ ምስ ሓላፊ ፖሊሲ ጉዳያት ወጻኢ ኣውሮጳዊ ሕብረት ጆሴፍ ቦሬል ኣብ ዘካየድዎ ርክብ ፍልልያቶም ከጽብቡ ከም ዘይከኣሉ ተቓሊሑ። ኣብቲ ኣብ ከተማ ብራስለስ ዝተኻየደ ርክብ እቶም መራሕቲ ብጉዳይ ጠንቂ'ቲ ተፈጢሩ ዘሎ ወጥሪ ሕድሕዶም ከም እተወቓቐሱ'ዩ ተሓቢሩ። ኣውሮጳ ሕብረት ምትፍናን ሰርቢያን ኮዞቮን ንምዕራፍ ዘካየዶ ፈተነ ክፈሽል ናይ ፈለማ ከም ዘይኮነ ጸብጻባት የረድኡ። ፈኸም ክብል ዝጸንሐ ምትፍናን ጎረባብቲ ሃገራት ሰርቢያን ኮዞቮን ካብ ዝሓለፈ ቀረባ ኣዋርሕ እናኸረረ ከም ዝመጸ ናይ ቀረባ ተዓዘብቲ ይጠቕሱ። ኣብ ሽሕን ትሽዓተ ሚእትን ተስዓን ሸሞንተን ኣብ መንጎ ክልቲኣተን ሃገራት ብዝተወለዐ ግጭት ካብ ክልቲኡ ወገን ልዕሊ ዓሰርተ ሽሕ ሰባት ከም እተቐትሉ ጸብጻባት የረድኡ። ኣብ መንጎ ህዝባዊት ሪፓብሊክ ቻይናን ኣሜሪካን ዝጸንሐ ምትፍናን ዝኸፍኣ ኣንፈት ክሕዝ ከም ዝኽእል ይግለጽ ኣሎ። ዝተሓበረ ኣሜሪካ ናብቲ ምስ ህዝባዊት ሪፓብሊክ ቻይና ዘዳውብ ክፋል ሜያዊ ኣካል ኤስያ ኒኩለር ዝዋደደላ ዓርሞሸሽ መርከብ ውግእ ክትልእኽ ምዃና ድሕሪ ምግላጻ እዩ እቲ ንልምምድ ዝዓለመ ምዃኑ ዝግለጽ ዘሎ ወተሃደራዊ ተልእኾ ካብ ዕስራን ሓሙሽተን ክሳብ ሰላሳ ሰነ ከም ዝጸንሕ ሰብ መዚ ምክልኻል ኣሜሪካ ሓቢሮም ኣለዉ። ንምንቅስቓስ ኣሜሪካ ኣብ ዞባ ኤስያ ብትሪ እትቃወሞ ህዝባዊት ሪፓብሊክ ቻይና ነዚ ሓድሽ መደብ ብዕቱብ ትከታተሎ ክትህሉ ከም እትኽእልን መልሰ ግብሪ ከም እትህበሉን እዩ ዝሕበር። በዚ ኸኣ ዘይምቅዳው ክልቲኣተን ሃገራት መሊሱ ክኸርር ከም ዝኽእል ወተሃደራውያን ተንተንቲ ይእምቱ። ኣሜሪካ ኒዩክለር ዝዋደደላ መርከብ ውግእ ናብቲ ከባቢ ክትልእኽ ድሕሪ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት ንሳልሳይ ግዜኣ ምዃኑ ጸብጻባት የረድኡ። ኣሜሪካ ኣብ ኤስያ ብሓፈሻ ንህዝባዊት ሪፓብሊክ ቻይና ኣብ ዘዳውብ ከባቢ ከኣ ብፍላይ እተካይዶ ወተሃደራዊ ምንቅስቓሳት እናዛየደ ይመጽእ ከም ዘሎ ይጥቀስ እዩ። ከም ሳዕቤን ናይቲ ወተሃደራዊ ምንቅስቓስ ጸጥታዊ ኩነታት ናይቲ ከባቢ ብኣሉታ እናተጸልወ ይመጽእ ከም ዘሎ ከኣ ንምዕባለታት ዞባ ኤስያ ብቐረባ ዝከታተሉ ወገናት ይገልጹ። ሩስያ ንጸጥታ ኣህጉር ኣፍሪቃ ትዘርግ ከምዘላ ካብ ፈረንሳ ንዝቐረበላ ወቐሳ ነጺጋቶ። ፕረዚደንት ፈረንሳ ኢማኑኤል ማክሮን ሩስያ ኣብ ሃገራት ኣፍሪቃ እተካይዶ ዘላ ወተሃደራዊ ወፍሪ ንጸጥታ ናይቲ ኣህጉር ኣብ ሓደጋ ዘእቱ ምዃኑ'ያ ትማሊ ዕስራን ሰለስተን ሓቢሩ። ይኹን እምበር መንግስቲ ሩስያ ሃገሩ ምስ ሃገራት ኣፍሪቃ እትገብሮ ወተሃደራዊ ይኹን ካልእ ዝምድናታት ሃናጽን ንኽልቲኡ ወገን ብማዕረ ዘርብሕን ምዃኑ ብምጥቃስ ነቲ ፕረዚደንት ማክሮን ዝሃቦ መግለጺ ብትሪ ከምዝነጽጎ ኣረዲኡ። ፈረንሳ ግዝኣታ ኣብ ዝነበራ ሃገራት ምዕራብ ኣፍሪቃ ከተካይዶ ኣብ ዝጸንሐት ወተሃደራዊ ምትእትታው ተሪር ተቓውሞ ከም ዝገጠማ ናይ ቀረባ ተዓዘብቲ ይጠቕሱ። ኣንጻር ሽበራ ንምቅላስ ብዝብል ምኽንያት ኣብ ማሊ ተዋፊሩ ዝጸንሐ ሰራዊት ፈረንሳ ብትእዛዝ መንግስቲ ማሊ ኣብ መፋርቕ ናይ ዝሓለፈ ዓመት ከም ዝወጸ ዝፍለጥ እዩ። መንግስቲ ቡርኪናፋሶ'ውን ኣብ መሬቱ ተዋፊሩ ዘሎ ሰራዊት ፈረንሳ ክወጽእ ብተደጋጋሚ ክጽውዕ ጸኒሑን ኣሎን። ፈረንሳ ኣብ ዞባ ምዕራብ ኣፍሪቃ መግዛእቲ ንምምላስ ዝዓለመ ወተሃደራዊ ምትእትታው ተካይድ ከምዘላ'ያ እትውቀስ። ሩስያ ብቕድሚ ትማሊ ዕስራን ክልተን ሰነ ብኣውሮጳዊ ሕብረት ኣብ ልዕሊኣ ንዝጸደቐ ሓድሽ እገዳ ተመጣጣኒ ምላሽ ሂባትሉ። ብመሰረት ሓበሬታ ሚኒስትሪ ጉዳያት ወጻኢ ሩስያ፣ ብርክት ዝበሉ ተወሰኽቲ ሰብ መዚ ናይቲ ሕብረት ናብ ሩስያ ከይገሹ ተኸልኪሎም ኣለዉ። ኣብ ልዕሊ ሃገሩ ተጸባባኢ ስጉምቲ ምስ ዝውሰድ ቀጥታውን ተማጣጣንን መልሰ ግብሪ ከም ዝወሃብ'ዩ ሚኒስትሪ ጉዳያት ወጻኢ ሩስያ ሓቢሩ ዘሎ። ንኲናት ዩክረይን ካብ ዘጓሃህሩ ዘለዉ ኣውሮጳዊ ሕብረት እቲ ኲናት ካብ ዝውላዕ ንደሓር ጥራይ ኣስታት ሓደ ሽሕ ዜጋታትን ትካላትን ሩስያ ከም ዝኣገደ ሩስያ'ውን ተመሳሳሊ ምላሽ ክትህበሉ ምጽንሓ ዝዝከር'ዩ። ብሰንኪ እቲ እገዳታት ዝምድና ክልቲኣቶም ወገናት እናሓርፈፈ ከም ዝመጸ ጸብጻባት የረድኡ። ቀንዲ ዕላማ እገዳታት ሃገራት ምዕራብ ንሩስያ ብቁጠባ፣ ወተሃደራውን ካልእን መዳይ ንምድራትን ንምድኻምን ምዃኑ እዩ ዝጥቀስ። ይኹን እምበር ንሃገሩ ንምንጻል ክካየድ ዝጸንሐ ግዳማዊ ሸርሕታት ከም ዘይተዓወተ መንግስቲ ሩስያ ክገልጽ ጸኒሑ ኣሎ። ኣብ መንጎ ሩስያን ሃገራት ምዕራብን ተኸሲቱ ዘሎ ምትፍናን ብፍላይ ኣብ ሃገራት ኣውሮጳን ኣሜሪካን ከቢድ ቁጠባዊ ቅልውላው ኣኸቲሉ ከም ዘሎ ጸብጻባት የረድኡ። ክቡራትን ክቡራንን ዜናታት ንምዝዛሙ ኣርእስቲ ዜና ክደግመልኩም እየ። ቤት ትምህርቲ ስነ ኪነት ደቂ መሓረ ኣብ መበል 19 ናይ መመረቕታ ስና ስርዓት 186 ኤርትራውያን ነበርቲ ጀርመን ሆላንድን ላስ ቬጋስ ኣሜሪካን ሕድሪ ሰማእታት ብግብራዊ ስራሕ ንምትግባር ቃሎም ኣሐዲሶም ኣብ ዞባ ማእከል ብቋንቋ ምልክት ዝሰልጠኑ 54 ሰራሕተኛታት ዝተፈላለያ ትካላት ተመሪቖም ጸጥታ ሩስያ ብምዝራግ ልኡላውነታ ንሓደጋ ከቃልዕ ኣብ ልዕሊ ዝፍትን ውሽጣዊ ሓይሊ ከቢድ ስጉምቲ ከም ዝውሰድ ፕሬዚደንት ፑቲን ኣጠንቀቑ። ኣውሮፓዊ ሕብረት ወጥሪ ሰርቢያን ኮሶቮን ንምህዳእ ዘካየዱ ሓድሽ ፈተነ ፍረ ከም ዘይተረኽቦ ኣብ መንጎ ህዝባዊት ሪፓብሊክ ቻይናን ኣሜሪካን ዝፀንሐ ምትፍናን ዝኸፍአ ኣንፈት ክሕዝ ከም ዝኽእል እምበርከስ ክቡራትን ክቡራንን ተኸታተልትና ንሰዓት ዝተዳለወ ዜናታት ኣብዚ ተዛዚሙ ኣሎ ምስ ዝተረፉ መደባትና ንሓድገኩም ብወገና ብሩኽ ምሸት